ሎሚ ንግሆ ኣዛራቢ ዘሎ ኣርእስቲ ካብ ትማሊ ምሸት ኣትሒዙ ሸር ክበሃል ዝነበረ ብዛዕባ ሓተትቲ ዕቑባ ዝምልከት ሓድሽ ሕጊ ዝወፀ ብርጣንያ ዓዲ እንግሊዝ ማለት እዩ ገለ ካብቲ ሓፂር ሓፂር ዜና መቸም እንተ ርኢናዮ ባይቶ ብርጣንያ ትማሊ ምሸት ድሕሪ ነዊሕ ሰዓታት ዝወሰደ ክትዕ ንውሳነ ላዕለዋይ ቤት ፍርዲ ብርጣንያን ዓለም ለኻዊ ሕግን ዕሽሽ ብምባል ነቲ ብዘይሕጋዊ ኣገባብ ናብ ብርጣንያ ዝኣተዉ ስደተኛታት ሓተትቲ ዕቑባ ናብ ሩዋንዳ ምጥራዝ ዝብል እማመ ከም ሓድሽ ሕጊ ኣጽዲቕዎ ኣሎ። እቲ ሕጊ ንላዕለዎት ቤት ፍርዲ ሩዋንዳ ከም ውሕስቲ ሃገር ክቕበል ዘገድድ እዩ። በዚ መሰረት ካብ ሓደ ጥሪ 2022 ሓደ ጥሪ 2022 ማለት ሲ ኣብዚ ክልተ ዓመት ማለት 2024 እና ዘለና ሕጂ ናብ ብሪጣንያ ዝኣተዉ ገና ወረቀት ዘይብሎም ብመሰረት እዚ ሓድሽ ሕጊ ናብ ሩዋንዳ ክኸዱ ጉዳዮም ከዓ ኣብኡ ክረአ እዩ ዝብል ዘሎ ማለት እዩ ብሕፅር ዝበለ ነዚ ዝምልከት ዜና ቢቢሲ ሎሚ ንግሆ ኣብ ዝዘርግሕዎ ምሉእ ትሕዝቶ ከም ዘለዎ ብጽፉፍ ኣቕሪቦሞ ኣለዉ። ናብኡ እዋናዊ ትሕዝቶ ከሰጋግረኩም። እቲ ንኣዋርሕ ከካትዕ ዝጸንሐ ትማሊ ፍርቂ ለይቲ ዝተዛዘመ ምትልላኽ ሰብ መዚ ብርጣንያ ስዒቡ ሪሺ ሱናክ ዝመርሖ ኣካታዒ ዕማም ርዋንዳ ሕጊ ኮይኑ ክጸድቕ'ዩ። እዚ ቁልፊ ኣካል መንግስቲ ገለ ሓተትቲ ዑቕባ ናብ ርዋንዳ ንምልኣኽ ዝሓንጽጾ መደብ ርዋንዳ ውሕስቲ ሃገር'ያ ይብል። እቲ እማመ ተቓውሞ ውድባት ብትሪ ይነቕፍዎ እኳ እንተሃለዉ፣ ኣባላት ላዕለዎት ባይቶ ወከልቲ ህዝቢ ግን ትማሊ ሶኒ ኣማስይኡ ተቓውሞ ኣቋሪጾሞ ኣለዉ። ቀዳማይ ሚኒስተር ሱናክ ናብ ሩዋንዳ ዝካየድ በረራታት ኣብ ውሽጢ ዓሰርተ ክሳብ ዓሰርተ ክልተ ሰሙናት ክጅምር ምዃኑ ገሊጹ ኣሎ። ይኹን እምበር እቶም በረራታት ቤት ፍርዲ ክደናጎዩ ወይ ድማ ሓተትቲ ዕቑባ ዝጓዓዙለን ነፈርቲ ኣብ ምውሓስ ምድንጓይ ክህሉ ይኽእል ኢሉ። ጸሓፊ ውሽጣዊ ጉዳያት ጀምስ እቲ እማመ ምሕላፉ ኣብተን ነተን ጀላቡ ደው ንምባል እንገብሮ መደብ ፍሉይ ህላውነት ክህልዎ'ዩ ክብል ገሊጽዎ ኣሎ። ኣብ ማሕበራዊ መራኸቢታት ኣብ ዝተዘርግሐ ቪድዮ ንቐዳማይ በረራ መገዲ ንምጽራግ ዘድሊ ኩሉ ክገብር ቃል ኣትየ ነይረ፣ ከምኡ ኢና ጌርና፣ ሕጂ ቀትርን ለይትን በረራታታት ንምጅማር ኢና ንሰርሕ ዘለና ክብል ተዛሪቡ። ተማዕዳዊት ጸሓፊት ውሽጣዊ ጉዳያት ኢቪት ኩፐር ግን ነቲ ውጥን ኣዝዩ ክቡር ምትላል ብምባል ወቒሳቶ'ላ። ላዕለዋይ ቤት ፍርዲ ዓባይ ብርጣንያ እቲ ውጥን ሩዋንዳ ዘይሕጋዊ ምዃኑ ብምሉእ ድምጺ ኣብ ዝወሰነሉ ሕዳር 2023 ጀሚሩ መንግስቲ ዘቕርቦ ውጥናት ምስግጋር ስደተኛታት ተዓንቂፉ ጸኒሑ። ብሶኒ ቀዳማይ ሚኒስትር እታ ሃገር እቲ ሕጊ ምስ ጸደቐ በረራታት ክጅምር ከም ዝኾነ ነቶም ስደተኛታት ክሳብ ሩዋንዳ ዝዕጀቡ 500 ሰራሕተኛታት ድልዋት ምዃኖም ገሊጹ ኣሎ። ውጥናት ኣብ ቦትኡ ኣሎ፣ እቲ በረራ ድማ ክካየድ እዩ ዝበለ ሱናክ ኣብ ወርሒ ብዙሕ በረራታት ከም ዝህልዎ ብምምልካት ምኽንያቱ ከምኡ ኢኻ ስርዓታዊ መከላኸሊ ትሃንጽ ብኸምኡ ኢኻ ድማ ነተን ጀላቡ ናብ ዓዲ እንግሊዝ ብብዝሒ ዝመጻ ዘለዋ ደው ክተብለን ትኽእል ክብል ተዛሪቡ። ስናክ ኣድላዩ እንተኾይኑ እቲ እማመ ንምጽዳቕ በረራ ንምጅማር ኣባላት ባይቶ ምሉእ ለይቲ ክሰርሑ ምዃኖም ተመጻቢዑ ነይሩ'ዩ። ኣብ መንጎ ታሕተዋይ ባይቶ ወከልቲ ህዝብን ላዕለዋይ ባይቶ ወከልቲ ህዝብን ዝተኻየደ ነዊሕ ሰዓታት ዝወሰደ ክትዕ ክካየድ እንከሎ እቲ እማመ ሓሙሽተ ግዜ ናብ ኣባላት ባይቶ ተሰዲዱ። እዚ ውጥን ንምጽዳቕ ብዙሕ ላዕልን ታሕትን ዝበለ ሱናክ ባይቶ እታ ሃገር ኣብዚ ውሳነ ክበጽሕ ምኽኣሉ ከም ዓቢ ፖለቲካዊ ዓወት'ዩ ዝርእዮ ኢሉ። ኣብዚ ሕጂ እዋን ኣብ ብርጣንያ ሓፈሻዊ መረጻ ዝካየደሉ ግዜ የርክብ እዩ ዘሎ። ውጥን ሱናክ ግን ክንደየናይ ርሕቐት ከም ዝጓዓዝ ኣይተረጋገጸን። መንግስቲ ብርጣንያ ናብታ ሃገር ዝኣትዉ ገለ ሓተቲ ዕቑባ ናብ ሩዋንዳ ንምስግጋር ዝዓለመ ስምምዕ ከም ዝገበረ ኣብ ዝሓለፈ ይዝከር። እቲ ፈለማ ኣብ 2022 ዝወጸ ውጥን ብላዕለዋይ ቤት ፍርዲ ድሕሪ ምብርዓኑ መንግስቲ ነቲ ብዙሓት ዝነቐፍዎ ፖሊሲ ኣብ ግብሪ ንምውዓል ሓድሽ ውዕል ከም ምስ ኪጋሊ ፈሪሙ እዩ። እቲ ጉዳይ ኣብ ቀረባ እዋን ክካየድ ትፅቢት ኣብ ዝግበረሉ ምርጫ ዓብ ፅልዋ ዘለዎ ብምዃኑ ድሮ ቀንዲ ፖለቲከኛታት ዛዕባ ኮይኑ ምህላዉ ይፍለጥ።